እወ ብጣዕሚ ብዙሕ ስራሓት ሰሪሐ ኢና ማጂ እውን ከምኡ ሰበይተይ ማጀ ሓወይ ማጀ ድፈትዎ ሓወይ እዩ እም፣ በቃ ከምዚ ምስ ማጀ ዘለና ርክብሲ እም፣ ብፍላይ ኣብ ግዜ ረመዳን ኣይርስዖን እየ እህም፣

ኣብ መርዓኻ ሲ ዓርኪ ርእሲ ክኾነካ ወይ ክትኮነካ ክኾነካ ትደሊ ሰብ ገለ ኢልካ ተተሓተኒ ሜሪዋይሰይ ምበልኩ ከዓ ነይሩ ወድ ጓል ከ ጌርካ እሞ ዓርኪ ርእሲ ገለ ምገበርኳ ምገበርኳ ሜሪዋይሰይ ገለ ሜሪዋይሰይ ኢኻ ድብለካ ስልኒ እወ ብጀካ ምስ ተዋሳእትኸ ምስ ሙዚቀኛታት ወይ ኣብ ካልእ ዓውዲ ዝነጥፉ ስነ ጥበባውያን ከመይ ዝምድና ኣለክ ድዩ ቅብላ እወ፣ ኣለኪ ዶ? እ፣ ከይገርመካ ምስ ተዋሳእቲ ብዙሕ ምርኻብ ስለ ዘላኒ እምበር እህ፣ ኩሉ ማዕረ እዩ ወላ ኦ፣ እ፣ እንታይ ድ መሲልካ ሓደ ጸቢብ እዩ እቲ ናትና ኣካይዳ ኦ፣ እ፣ ወላ እውን ሻሎ ኦ፣ ዝበዝሑ ከኣኒ ኣብ ፊልም ዝሰርሑ ኦ፣ ሙዚቀኛታት ኣለዉ እ፣ ተዋሳእቲ ሙዚቀኛታት ኣለዉ ኦ፣ ገጠምቲ ደረስቲ ኣለዉ እህ፣ እቲ ካብቲ ዓንኬልሲ ኣይትወጽን ኦ፣ ኢኻ ገጠምቲ ኣለዉ እወ ኣለዉ፣ ኦ፣ እም፣ ዝበዝሕ ዝበዝሐ ሰብሲ ከምዚ ሕጂ ምስ ስፖርተኛታት ዘለኒ ርክብ ገለስ ሕጂ ኣነስ ዳኒ ቤስት መሓዛይ እዩ ዳንኤል ተክለሃይማኖት እወ ዘርሰነ ታደሰ ገለ ደቂ ማሕበር ኢና ገለ መለ ሕጂ ምስ ኩሎም ስትራኸብ ኢኻ ትራኸብ ጥራይ ደይኮነ ሃማንሲ ጥቡቕ ዝምድና ይድህልወካ ሃብቶም ሃፋ እውን ብዛዕባኺ ገሊጽ ኔሩ ሜሪ ኣብ ኩሉ ዓውዲ ትነጥፍ ሰብ እያ ብግጥሚ ከይተረፈ ርእይቶ ትህበካ ሓሳባታ ትገልጸልካ ምስትምቓራ ትገልጸልካ እያ ይብል ኔሩ ንራያ ናይ ንሃፋ ሃፊ ለ ንራያ ዶ ሓጻር ራእይ ሃፊ
ንሜሪ ከምቲ ሞያኣ ማለት እዩ ሕጂ ሞዴል እያ ተዋሳኢት እያ ንፍዕቲ ኣስተማቓሪት ናይ ግጥሚ and ዋላ ናይ ናይ ደርፊ ክሊፓት ከኣ ኣብኡ ከኣ ቀሊል ዘይኮነ ረዚን ዝኾነ ሓሳባት ተመንጩ and ትህብ ሕጂ ከምዚ ካብ ኣበሃህላ ደስ ትብለኒ እንታይ ኣሎ ኣብ ኣርትሲ ሰብ ምናልባት ገንዘብ እንዳውጽኣ ካብ ጅብኡ ክኸይድ ከሎ እንዳጎደለ እዩ ድኸይድ ኣብ ጥበብ ግን ክትህብ ከለካ ኢካ ዝያዳ ትመልእ ጂዚ ከም ፕሪንስፕል እያ ሒዛቶ እሳ ዘለዋ ዓቅሚ ክሳብታ ናይ መወዳእታ ትበጽሕ ከማን ጸንቂቃ ክትበካ ወላ ሓንቲ ደው ኣይትብልን እያ ደው ኣይትብልን እያ ሕጂ ሓፈሻዊ ኣብቲ ናይ ዕቤት ናይቲ ሞያ ኣብቲ ጥበብ ማለት እዩ ትገብሮ ኣስተዋጽኦ ቀሊል ነገር ኣይኮነን ሕጂ ሜሪ ማለትሲ ሓንቲ ካብተን ዱልዱላት ኣዕኑድ ስነ ጥበብ ሃገርና እያ ድሕሪኡ እውን ብዛዕባ ውልቃዊ ባህሪኣ እንድሕር ርኢኻ ከኣ ኣብቲ ስነ ምግባር ገለ ማለት እዩ እተን ሕሙም ምብጻሕ፣ ኣብ ሓዘን ምጉያይ፣ ኣብ ሓጎስ ምስታፍ ብዓቕምኻ ከማን ከምዚ ከምቲ መጽሓፍ ቅዱስ ትብሎሲ የማነይቲ ኢድካ ትህቦሲ ጸጋመይቲ ከይትርኣዮ ገለ ክትዛረበሉ ስለ ደይትደሊ ወይ ውን ክትዝረበሉ ውን ጽቡቕ ስለ ደይኮነ እዩ እምበር ንኽንደይ ሰብ ክትሕግዝ እንተኢልካኸ ግደፎ እዚ ኣብ ሜድያ ወጺኻ ዝረኣ ነገራት እሞ ግደፎ ሲምፕሊ ኣብ ኮሮና ዝነበረ ግዜ ንኽንደይ ስድራ መዓት ነገር እያ ትገብር እንደገና ሕውስቲ ኣብ ዕርቂ ናይ ሰባት ዝተባእሱ ኣብ ምፍቓር ናይ ከምዚ ተበዲ ንበዳልሲ ከመይ ጌርካ ናብ ከም ዝበደለ ትእምን ተበዳልኸ ነቲ ተበዲሉ በዲልዎ ዘሎ ሰብ ከመይ ጌሩ ነቲ ኩነታት ይርስዖ ከመይ ጌሩ እቲ ሕውነት ይቕጽል ገለ መዓት መስዋእቲ እያ ትገብር። መዓት ዓቕሚ እዩ ደለዋ ዓቕሚ ጥራይ ደይኮና ዓቕሊ ኣለዋ ሰሓቒት እያ ኩሉ ግዜ ክትስሕቕ ኢኻ ትርእያ ገለ ኣብ ብምሉእ ኣድሚዓ ምስ ረኣናያ መጽሓፍን ጸሓፍን ክጸርዎ ከማንሲ ይኸብደካ እዩ ሕጂ ሞዴል ተልካያ ኣብቲ ሞዴል ደለዋ ብቕዓት ረኣዮ ከም መራሒት መደብ ረኣያ እምበር ኣብ ፍሊም ረኣያ ከምዚ ቀዲመ ዝነበርኩሃ ኣብ ግጥምታት ምስትምቓር ሰባት ሞቲቨይት ኣብ ምግባር ንዝነኣሱ ናብቲ ዝለዓለ ደረጃ ንምብጻሕ፣ ንቶም ዝዓበዩ ከኣ እቲ ዝግብኦም ክብረትን ኣፍልጦን ምሃብ። እዚ ኩሉ ገለ ጠቕሊልካ እንድሕር ሪእኻዮሲ፣ ኣብ ኩሉ ከኣ ኮኾብ ኮይና እያ ወዲኣቶ ወይ ወጺኣቶ ውን ኮኾብ ኮይና እያ ትቕጽል ዘላ። So በዚ ሜሪሲ ኣብ መደብ ምምራሕ ሓያል፣ ኣብ ተዋስኦ ሓያል፣ ኣብ ገለ ከተጉድሎ ኣይከኣልን እዩ። That's why እየ ከኣ ከምዚ ሜሪ ማለትሲ ሓንቲ ካብተን ኣዕኑድ ስነ ጥበብ ሃገርና ኢለ ዝገልጻ ማለት እዩ ባህሪኣ ብልዕሊ ኩሉ ከኣ እቲ ናይ ሌግሲ ነገራታ ኣብ ሓሳባዊ ይከውን ዋላ ውን ኣብቲ እወ ኣብ ዘይብላ ኣብ ዘይብላ ስቕ ኢላ ትብርክት ማልትሲ መዓት ነገር ትገብር ሕጂ እዚ ኢታ ትሪኤኻኒ ሜሪ ኣብ ከምዚ ሞያ እያ ተድምዕ ክትብላ ገለ ማራ እዩ ከቢድ ኣብ ብሙሉእ እያ ተድምዕ እቲ ናይ ፍሌክሲቢሊቲ እቲ ናይ ምትዕጻፍ ዓቕማ መዓት ነገር እኮ እያ ኣብ ሓደ ግዜ እኮ መዓት ነገር እያ ትገብር ድሕሪ ሪኢኻያ በዚ ምሳኻ ምሳኻ እንዳዓለ ሞያ ፊሊም ዝስራሕ ኣሎስ ብዛዕባ እቲ ፊሊም ምሳኻ ናይ ፊሊም ጉዳይ እናሰርሐት ከላስ በዚ ከኣ ብዛዕባ ምሻጣ ንእሽተይ ናይ ምሻጥ ክስታይ ዝተበላሸዋ ጓል ድያ ተርእያ ንዕኡ ትኣሊ ኣብ ዳሪክተር ዘሎ ንእሽተይ ነገራት ገለ ንካሜራ ማን ገለ ሕጂ ሜሪ ማለትሲ ገልጻ ማራ እዩ ከቢድ ብሓቂ ብሓቂ ከምዚ ንምግናን ገለ ኣይኮነን ሕጂ ንሜሪ ኣብ ገለ ክትበጽሕ ዘይኮንካ ትጽበያ ኦሬዲ ስለ ዝበጽሓቶ ፉእ ከተብጽሓልና እያ ንጽበያ ማለት እዩ ምክንያቱ ሓደ ካብቲ ንሳ ከም ልክዕ ከምቲ ተፍቅሮ ሞያታታ ንሰባት ኣብ ምሕጋዝ ገለ ዶ ኣሎ? ልክዕ ከምኡ ከኣ ንነኣሽቱ ናብ ዝለዓለ ደረጃ ንምብጻሕ፣ ነቶም ዓበይቲ ከኣ ክሬዲት ዋግኦም ኣብ ምሃብ እዚ እዩ እቲ ምብጻሕ ዝብሎ ዘለኹ። ሜሪ ሕጂ ከምዚ መዓልታዊ እቲ ዕብየትሲ መዓልታዊ ናታ ንጥፈት እዩ። ሎሚ ጽባሕ ከኣ ግድን ዓብያ ትጽበያ፣ ድሕሪ ጽባሕ ከኣ ካብ ካብ ጽባሕ መሊሳ ድሕሪ ጽባሕ ዓብየት ኮይና ትጸንሓካ ገለ ሕጂ ትጽበዮ ከምዚ ኩሉ ግዜ ትርእዮ ነገር ስለ ድኮነሲ ከምዚ ክጽበየ ገለ ካብ ሚሒር ከምኡ ምዃን ከማን ከምዚ ሓደ ሓደ ግዜስ ከምዚ ናይ ናይ ከምዚ ክፋል ኣካላ ኮይኑ ኢዩ ዝስምዓካ ከም ዓይና ከም ኣፍንጭኣ ከም እዝና ገለ ኢቲ ምዕባይ ሕጂ ካብ ሜሪ ንጽበዮ ነገር የለን ዋሲ ከምዚ ድበልኩ ኣብ ኩሉ ኣድሚዓ ንኩሉ ብፍቅሪ ብገለ ገለ ሒዛቶ ስለ ትርእያሲ ብፍሉይ ነየናይ ነየናይቲ ሞያ ኢያ ትደልያ ኢልካ ትሓስብ ወላ ሓንቲ ንዓኻ ንዓኻ ድኾን መልሲ የብልካን ምናልባት ንዓ ዝኾን ንዓና ዝኾን መልሲ እንተለዋ ንዓ ግን እዚኣ ካብቲ ሞያታታሲ ዝያዳ ኔ ትፈትዎ ትኸውን ንከም በዓል ሜሪ ገለ ዝኣምሰላ ስነ ጥበባውያን ማስ መዓት ነገር ዝገብራ ገለ ትላበወን ኣይኮንካን ናብ ኣምላክ ኢካ ለበዋካ ተሕልፍ እግዚኣብሔር ኣምላክ ዕድመን ጥዕናን ክበን ካብቲ ዘለወኦ ዝበለፀ ኮይነን ንዓካ ንዓይ ንቲ ህዝቢ ንኩሉ ድሓሸ ነገር ምእንታን ንክንርኢ ኣምላክ ፅላሉ ከንብረለን ኢና ንላኡቦ እምበር ንባዓል ሜሪ ክትላበወን ኣይትክእልን ኢካ ክንብሎ ንክእል ነገር ብዛዕባ ሜሪስ ስለ ዘይብልና ኣይኮነን ኣለና እኮ ግን ንዓኣ ዝበቅዕ ካብ ዘይምዃን ዝተልዓል ነገር ስለ ዝኾነ ኢና ዘይንብሎ ዘለና። ሕጂ ክንብሎ ንኽእል ነገር ዋላ ሓንቲ የለን።
ገጣሚ ሃብቶም ሃፋ።
ሃብቶም ኣዝየ እየ ድፈትዋ። ብዓቢኡ ክሎም ዳባ ኣባተወልደ ይፈትዎም እየ ክሎም መሳርት ናይ ዓብ ሓውና እዩ ዮናታን ታንታን ላሙሃ ላሜካ ከለ ወዲ ክላሰ እዩ መሃርት እዩ ናብ ናይ ኳዳና ኣፋድ ፈቶ ሓወ እዩ ዳርጋ ብምልኦም ግጥምታት ሲሪኦም እየ ኣና ግጥሚ ምስቲ መቃር ብጣዕሚ እየ ድፈቱ ኣብ ፅንዕ ሳሮን ትብል ጉጅለ ከዓ እየ ነረ ምፅሓፍ ግጥሚ ምፅሓፍ ሕጥበ ፅሑፍ ኣብኡ እየ ተማሂረ ብዓብዩ ኣብ ሰባ ከማን ከዝክሮ ኮይንካ ግጥሚ ምስትምቓር ብጣዕሚ እየ ድፈቱ ሜሎዲ ምስትምቓር ኣዘ እየ ድፈቱ ብሕልፊ ግን ናይ ሃፋ ግጥምታት ኩሎም ይርኦም እየ ንፉዕ ፀሓፊ እዩ ገላፂ እየ ከዓ

ብጣዕሚ ግጥሚ ስምኣር ድፈቱ ዋላ ገለ ገለ ነይረ ዝሰራሕክዎም ግጥምታት ምስ ናይ መለስ ንጉሰ ናይ ዝኽሪ ዕስራ ሰነ መዓልቲ ሰማእታትና ከምኡ ኣዝየ ግጥሚ ድፈቱ ካብቲ ኣርትስ ኣይወፅእ ኣሎ እቲ ካብስ ኮሊለስና ኣፋ ብጣዕሚ እዩ ደሐጉሰኒ ሃፋ ተረኸበ። ዝባዊ ግንባር ጎቦ ትድገፎ እምበር እንታይ ክትድገፎ ክዛረብ ማዓት ለሃፋ እንቲ ድምልሶም መልስታት ገለ ኩሎም ዘረብኡ ገሊኡ ውስጠ ዘቢት ኣይርደእካን እዩ ትግርኛ ድዩ ክሳዕ ትብል ገብረካ እዩ ሃፋ ሓወይ ኣነ ከዓ ኣዘየ ዘኽብረካ ኣዘየ ዝፈትወካ ንዓኻ ኩሉ ፅቡቕ ምነየልካ ሳሚ በዚ ኣጋጣሚ ኸኣ ነቶም ብምልኦም ረኺብካ ዘዘራረብካዮም ኣዝየ እየ ደመስግኖም ምስ እንድዒ በቃ ካብ ልቢ እየ ደመስግኖም መግለጺ የብለይ ዶ ብጣዕሚ
ኩሎም ተገዲሶም መጺኦም ኣብ ሰዓቶም እዮም ነቲ ብዛዕባ ሜሪ ምስ ምስ በልናዮም ናቶም ሓቀኛ ዝኾነ ምስክርነት ይህቡ ነይሮም ኩሉ ከኣ ተዋስኦ ውን ገለ ኣይኮነን ምህርቲ ዝገርመኪ ነገር ናይ ልቦም ይዛረቡ ከም ዝነበሩ ካብ ስምዒታቶም ከይተረፈ ኢኻ ትርዳእ ኣብቲ መደብና ብዙሓት ሰባት መጽዮም እዮም ኣብ መንጎ ዝታ ይበሃል እንዳእተናዮም ክንከይድ ኢና ማለት እዩ ካብ ሙዚቀኛት ወጻኢ ወይ ምስ ደረፍቲ ካብ ምስ መን ኣለኪ ፍልይ ዝበለ ቅርበት ከም ዘለኪ ከዓ ፈልጠ እዩ ከምዚ ዝበልኩ ከ ኩልካ ፋሚሊ ኢኻ ትኸውን ዋስ ብፍሉይ ገለ ትቀርቦ ደራፋይ ክትብል ኣይደፍርንየ ብፍሉይ ኩሎም ግሩፕ ኢኻ ትኸውን ኣሕዋት ኢኻ ትኸውን ምሻሎም ንኣብነት ኣብርሃም ኣለም ወይ ሃኒ እንከለ ተልካስ ገዝኦም እየ ደኣቱ ገለ እዚኦም ቤስት ኣሕዋት እዮም ንዓይ ምሻሎ ሰማይ ነሸየ ቡን ሰቲ ገለ ከምኡ ናብ ካልኦት ደረፍቲ ናብ በዓል ቴዲ ኬፍ ድሕር ኬድካ ወይ ናብ ዳይችላንድ ኸድካ ምስ ኣኽበረት ይርኣት ምስ ኩሎም ምስ ንመን ጸዊዕኻ እሞ ኢኻ ንመን ክትገድፍ ክለ ወላ እዛ ናትና ማሕበርሲ ደረፍቲ ተዋሳእቲ ጎየይቲ ናይ ኢንተርናሽናል ጎየይቲ ኮርሶ ገጠምቲ ደቂ ኣንስትዮኻ ካብ ክልቲኡ በዓል ናዝሬት በዓል ሞሳና ደብሳይ ኩሎም ግርማይ ንባዕሉ ጎያያይ ኣብራር መርሃ ወዲ ከረን ዳኒ ወዲ ሞያ ሙኒር ሞያ ድሕሪ ቀኒ ነገር ኣብታ ማሕበር ተመሊስና ክንእከብ ኣይከኣልናን ናብ ሰዓት እዚ ኣጋጣሚ ኮይኑ ምፍላይ ናይ ዮናታን ዱላን ናይ ሻሚቶ ሻም ጌሹን ኣብ ማሕበርና እዮም ነይሮም ኣብ ሓፂር ግዜ ክልቲኦም ተፈልዮምና እታ ማሕበር ከም ዝበላ ክንእከብ ኣይከኣልና ብድሕሪኡ ሕጂ I'm sorry እ፣ እሞ በቃ ኣጋጣሚ ቅድሚ ናብ ሩተይ ጋፕ ጌርና ኔርና ሎሚ ጽባሕ ክንራኸብ እንዳበልና ከኣ ናይ ድል ኣጋጢሙ ሎሚ ጽባሕ ዳ ናይ ሸሚት ኦ፣ ከምኡ እቲ ሕማቕ ዝኽሪ ገለ ኮነካ ማለት እዩ። ገርም እዩ እቲ ዝነበረኩም ቅርበት እ፣ ጥራይ ዘይኮነስ ካብቲ ዘሐጉሰኒ ወይ ፍሉይ ኮይኑ ተሰማዓኒ ከኣ እ፣ ነብሱ ይምሓር እ፣ ዮናታን ዱላ ሓውና ኣብ ዝሓመመሉ እዋን እውን ከይተረፈ ኣብ ገዝኡ ትመላለሲ ከም ዝነበርኪ ጠቒሳቶ ኣላ። ርእይ ኣቢልናዮ ክንምለስ
ሜሪ ቅድሚ ዱላ እየ ዝፈልጣ። ብገለ ኣጋጣሚ ቴሌፎን ተደዋዊልና ነርና ንካልእ ሰብ ቴሌፎን ትራንስፈር ገይራ ሰለስ ክትሕግዞ ኢለ እያ መስለኒ ነቲ ሰብ ናባይ ገይራታ ኣብ ስራሕ ነይረ ሽዑ ክስቶ በሃል ሜራ ሃይለ በሃል ተዋሳኢት እየ ከምዚ ኢለ እየ ንሓደ ሽጉር ኢለ ሰዳዶ ኣለኹምስ ብጌጋ ናባኺ ትራንስፈር ግበርለ ገይረያ ኣለኹ ኢላትኒ በዚኣ ኢና ተላሊና ምስ ሜሪ ካብኡ ኢና ደሓር ናብ ሕውነት ሰጊሩ ማለት እዩ ብመንገዲ ሓወይ ዮናታን ታደሰ ዱላ ኣቢልና ኢና ናብ ዝምድና ተቐይሮ ናብ ሕውነት ማለት እዩ ዳርጋ ነዊሕ ዓመት ገና ስቲል ስጋ ሕጂ ናብ ፋሚሊ ሰጊሩ ኣሎ ማለት እዩ ልግሳ ቀዲመ እንደ ርእዮ ንሜሪ ንሜሪ ሓፍተይ ማሲ ቅድሚ ዝኾነ ንሽጉር እያ ትብለን ደላ ብሰሊ ካብኡ ከዓ ኣብ ሓጎስናን ኣብ ሓዘና ሜሪ ኣላ ኣብ ገዛና ኣብ ዝኾነ ሰዓት እያ ማለተይ ጸጊምኒ ኢላትኒ ትፈልጥንያ ሜሪ ምሳና ኣላ ማለት እዩ ብዝያዳ ከዓኒ ኣብ ናይ የናታል ከኣ ስለ ዝረኣኽዋ ከዓኒ ሜሪ ናይ መጠረሽታ መስዋእታ ኩሉ ርእየ ኣብ ሓዞን ምስ ተፈለየትኒ ስኢነያ ኣነ ንሜሪ ብሓቂ ደልያ ምክንያቱ ጽቡቕ ነገራ ስለ ዝዝክሮ ንሜሪ የናታል ሓሚሙ ከሎ ደዊሉ ድጽውዓ ነይሩ ኣብ ቦትኡ ከሎ ቅድሚ ዋላ ምሕማሙ ዋላ ከማን ይድውለላ ከም ዝደልየብላ ቀልጢፍ እያ ትገብረሉ ብጣዕሚ እያ ትርድኦ ነይራ ኔናታል ሓወይ ኣብ ግዜ ሕማሙ ከኣ እቲ ዝነወሐ ሰዓት መመጽኦም ዘዕልልዎ ዝነበሩ ካብኦም ሓንቲ እያ ሜሪ ሜሪ መወዳእታ የብሉ ብኸምኡ እየ ከኣ ኣብ ሓዘኑ ምስ ሰኣንኩዋ ሓቲተላ ኣዲስ ኣበባ ከም ዘላ ነጊሮምኒ ምስ መጸት ከኣ ከም ሰባ ምሳይ ሓዚና ማለት እዩ እስቲል ሕጂ ከማን ኣብ ሓዘን ምሳይ ቀንያ ማለት እዩ ናይ ሜሪ ብዙሕ ጽቡቅ ነገራ መወዳእታ ክገልጾ ከማን ኣይክእልን እየ ሜሪ ተዘይ የውሒደላ። ሜሪ ስሓቂት እያ ዕላሉ እያ ከምዚ ትመስለካ እያ ንኩሉ ተዘናጋዕካ እያ እቲ ናይ ስነ ጥበብ ባህሪኣት ተርእየካ እያ ኩሉ ሻዕ ሜሪ ኩሉ ኣለዋ ኩሉ ኣለዋ ምድንጋጽን ካልእን ኩሉ ተዳናጋጺት እየ ብዝያዳ ንሜሪ ኣነ ክገልጻ ዝኽእል ኣለኒ ብዙሕ ነገር እንዶ ካብ ኣብኡ ክገልጻ ሕሸኒ ንሜሪ ማለት እየ ምክንያቱ ብኸምኡ ስለ ዘይተሓስበኒ ንበዓል ሜሪ ካብ ድምጻ ጀሚርካ ሜሪ ዋላ እዚ ጥልዕ ኢላ ትዛረቦ ገለመለ ኩሉ ኣክታ ደስ ትብለኒ እያ ሜሪ ኩሉ ኩሉ ዓይነት ኮይና ከዓ ሰሪሓ ጓል ከተማ ኮይና ጓል ገጠር ኮይና ሰሪሓ እያ ለዋህ ጨካን ጅግና ኮይና ሰሪሓ እያ ሜሪ ካብተን ዝረኣኽወን ማለት እየ ሜሪ ኣጆኺ ንፍዒ ንፍዒ ኣይትድከምና እዚ ናይ ኣክስታይ ከዓ ኣለዋ ናይ ፋሽን ሾው ትገብሮ ከምኡ ርእየላ ነይረ ንሜሮን ኣኽቢራ ብሽም ዱላ ሓወይ መሓዛኣን ሓዋን ኣኽቢራ ስለ ዝፀወዐትኒ ኣብዚ ናታ መደብ ንክሳተፍ ከዓ ንኸደይ ረስዖቶ ካብቲ ጽቡቕ ነገረን ከም ሰብሲ ምስ ዘሎ ጥራይ ኢኻ ምስኡ ትኸውን እሞ ምስ መተውን ሜሪ ሓፍተይ ምስኡ እያ ዘላ ስጋ ሕጂ ምክንያቱ ካብቲ ስድራ ስለ ዘይተፈለየት እዚኣ ከዓ ብሽም ሓወይን ብሽም ስድራ ቤት ፋሚሊ ታደሰ ናይ ኩልና እያ እዚኣ ንህያ ሜሪ ሓፍተይ ልኤ ኣምፂናያ ማለት ሜሪ ቴንኪዩ ኩሉ ሻዕ ኣብ ልበይኺ ኣዝየ ዝፈትወኪ ከኽብረኪ ክነብር እየ ከምቲ ስኺ ተኽብርኒ ሜሪየ መዓረይ ቴንኪዩ ኩሉ በቃ መወዳእታ የብሉን ናትኪ ቴንክ ዩ ጥራይ እየ ክብለኪ ዝኽእል የቐንየለይ ሜሪ ሓፍተይ ሰስኒ ሰስኒ ዕድመን ጥዕናን ንዓኺ ምስ ስድራ ቤትኪ ሜሪየ
ሳሪ ብዙሕ ስሜታዊት ኮይና እውን ክትዛረብ ፅንሓ ኣረኖ እንታይ ትብል
ሳምሓው ይኸብድ እዩ ኩሉ ነገር ኣነስ ንስኻ ደገድሱኻ ንሜሮን ይቐርብዋ እዮም ኢልካ ፀዊዕካ ዓዲምካ ተዘራርቦም ከለኻስ ኣነ ኣብ መንጎ ክህልውለይ ዝደልዮም ሰባት ነይሮም ስዒደ ንዱላንስ ክህልው ደሊ ነይረ ብፍሉይ ማለት እዩ ሶም ካብ ደይ ሃለው ኢልካ ትገብሮ ኣማራጽታት ኣሎ ኣጋጣሚ ሳልሕ ክዛረብ ኣይክእልን እዩ ገለ ሓዊ ስዒደይ ሓዊ ስዒደይ ንዑ እንታይ በቃ ንሳሪ ቴንኪዩ ክብላ ዝፈቱ ከቢድ እዩ ሳማሓወይ ብሕልፈ እታ ዝሓለፈት ዓመት ከዓ ተደራሪብና ከዓኒ ኣይርሰዖን ኣነስ ናይ ስዒር ሸውዓተ ኣሕሊፍናስ ካብ ናይ ስዒር ሸውዓተ ሓሊፉስ ድሕሪ ክልተ መዓልቲ ኢና ንባፅዕ ከይድና እቲ ናይ ዕስራን ኣርባዕተን ግንቦት ገለ ነገር ሲ ክተበርክት ስለ ዘለካ ገለ ተባሂሉ እናተመለስና ኣብ መንገዲ ሲ ነታ ኣድገሽኳ ግዜስ ብጣዕሚ እዩ ዱለለይ ነይሩ ደይ በቃ ከምዚ ሰሪ በቃ ንሳሮን ቴንኪ ዩ እየ ክብላ ዝደሊ ንኩሎም ናይ ዱል ፋሚሊ
ብጣዕሚ ኩሉ ግዜ ኢና ክንዝክሮም ዘለና ብፆትና መሳርሕትና ዝነበሩ ክፍለዩ ከሎ ቀሊል ኣይኮነን ስማዓካ እዩ ስድሮኦም ከዓ ከምኡ ንፅና ኣምላኽ ክህቦም ንዖምን መንግስተ ሰማይ ከዋርሶም በዚ ኣጋጣሚ እዚ ንኣምላኽና ፀሎትና ነዕርግ እንታይ ይበሃል ኢልክዮ ዝበሃል ነገር የለን ኢሞሽናል ከንክላ ሜረ የርዳእኒ ግድን እዩ ከዓ ክንዛረበሎም ወይ ክንዝክሮም መሳርሕትና ስለ ዝነበሩ እንዴት ፀገም ሐራይ ፍልይ ክንብል ካብዚ ኣብዚ ደረጃ ናይ ስነ ጥበብ ብተዋስኦ ኣብዚ ደረጃ እዚ በፂሕኪ ኣለኺ ነይረ ብዙሓት ከምዚ ከማኺ ከዓ ብዙሓት ኣለዋ ባይዘወ ኣብዚ ደረጃ እዚ ክበፅሓ ዝደለያ እሞ እንታይ ዓይነት ደገፍ ክትህብለን ትደሊ ወይ እንታይ ዓይነት ደገፍ ከትገብሪ ኣብ ኣብ ተዋስኦ ዓለም ጅምራ ዘለዋ ሰባት ደገፍ ከም ትገብሪ ከዓ ስለ ዝፈልጥ ኣብ ትጅምራሉ ግዜ ሳሚ ሓወይ ኣብ ፊልም ክትኣቱ ከለኻ ማለት እዩ ጅናኖት ኣነ ከም ሞዴል ኮይነ ክጅምር ከለኹስ ምናልባት ክልተ ሂልስ ገለ ነይረና ንክኾና ይኽእላ እዩ ተርዲካ ወይ ከዓ ሓንቲ ወይ ሓንቲ ጫማ ወይ ክልተ ራይ ወላ ምሕወስ ሰብ ደይህልወካ ገለ ህሊ ክትጅምር ከለካ ኩሉ ምጅማር ስለ ዝኾነ ነቲ ክንዲ እምባ ድብፃሕ ሽም እንድሕር ኮይኑስ በዚኣ ኢኻ ጅምራ ኣንሃ ከምዚ ክብገሳ ከለዋ ክመፃ ከለዋ ብሕልፍኻ ኣብቲ ፊልም ጀሚረን ወይ ብትምህርቲ ደን ገለ ገይረን ምስ መፃ ስራሕ ምስ ጀመረ ኣነ ብኩሉ ዓቕሚ እየ ድሕግዘን ሓቂ ሓይሽ ኩሉ ድኽእሎስ ከም ድሕግዝ እየ ድፈልጥ ብሕልፊ ከዓ ጓል ኣንስተይቲ ትኸውን ነገራት እያ ኣነ ክረክብ ድኽእል ብዙሕ ግዜ ማለት እዩ ነቶም ደቂ ተባዕትዮ ከዓ ሞራል ትቦም ስራሕ ምፍጣር ንባዕሉ ዓብ ሓገዝ እዩ ስራሕ ትፈጥረሎም ኣሎ ንፉዓት ተኾይኖም ንኽቕጽሉ ገለ ገለ ደረስቲ ኣለዉ ሓንቲ ስራሕ ምሻጥ ተኣብዮሞ ሞራል ይቑ የብሉ ገለ ሽዑ ንዕኦም ተተስኦም ለንቅና ሃማንሲ ከምኡ ናይ ሓደ ዮሴፍ ድበሃል ጀማሪ ኣሎ ሓንቲ ስራሕ ሰሪሑስ ቅሩብ ኣብቲ መሸጣ ክሳይ ኮይናቶ ማለት እዩ ኣይከደትን ገለ ንሱ ንኽትስኢልናስ ኣነ ሞዶሻ ሳምራዊት ዕቑቢተይ ኮይናስ ነታ ድርሰት ኣምፅእልናስ ሽዱሽተ ሰዓት ሪራይት ገርናያ ሰለስቴና ኣነ ሞዶሻ ወዲ ዖሪት ድሓር ውዱእ ዳርጋ ስክሪፕት ሂብናያ ማለት እዩ እታ ስራሕ ተሰሪሓ ኦሬድ ወዲእናያ ማለት እዩ ሕጂ ሞራል የድልዮም እዮም ንኣሽቱ ኣሕዋትና ከዓኒ ከምዚ ኣነ ብወገነይ ማለት ብሰንኪ ገንዘብ ሰብ ክታረፍ ከለ ኣይደልን እየ ምክንያቱ ፅባሕ ካልእ እዩ ብኻ ኢኻ ትብል ሸ ኣድሉት ፅቡቅ ፅቡቅ ፅቡቅ ሜሪ ኤፍሬም ዙዝ ዝበሃል ሰላም ደቂ ኤረይ ሽኮይናታት ከመይ ቀፂለ ንሜሪ ክሓታ ዝደለኹ ሜሪ ትፈትዎ ወዲ ከመይ ዓይነት እዩ ገይራ ኣለና እንታይ ከም ዝደለየኩ ከይፈለጥክኒ ኣለኹ
ኦኬ ዝፈትዎ ወዲ ዓዲኡ ዘፍቅር ህዝቡ ዘፍቅር ፍርሃት እግዚኣብሄር ዘለዎ ብጣዕሚ ፍርሃት እግዚኣብሄር ዘለዎ ልዕሊ ዝኾነ ነገር ደስ ብለኒ ፅቡቅ ገይረ ኣብ ተዋስኦ ዓለም እንዲ ፀኒሕኪ ክስካብ ሕጂ ናብ ካልእ መድረኽ ናይ ምድያብ ወይ ናይ ምቕያር መደባት ኣለኪ ድዩ ንኣብነት ዳይሬክት ከም ትገብሪ እኮ ፈልጥ ቪድዮ ክሊፕ እውን ተዓሊ ገለ ከም ዝነበርኪ ገለ ኣዕሊልናሉ ነርና ኢና ኣብ ድርሰት ወይ ኣብ ገለ እንታይ ዓይነት መደባት እወ ኣለኪ? እም፣ ናተይ ስራሕ ክሰርሕ እየ ኦኬ። እ፣ ናተይ ስራሕ ደየ ስራሓኒ እዩ ምክንያት ሳሚየ ከም ዝበልኩኻ ብዙሓት ስራሓት ስለ ዝመፁኒ እቲ ስራሕ ደይ ምግዳፍ እ፣ ሓደ ከም ካልኣይ ከዓ እቲ ዳይሬክቲን ዝበሃል እ፣ ሓደ ክበረስ ዝደልዮ ሲ እንታይ ኣሎ ምስካ ቲም ወርክ ኢና ንሰርሕ ኩሉ ግዜ ኣነስ ብጣዕሚ እቶም ውሑዳት እዮም እቶም ዳይረክተራት ናትናስ ባዕሎም ደኣልዩ ገለ ሕጂ ክሳብ ክንደይ ዓመት ኢኻ ከትእለ ድሕሪኡኻ ስታሽም ክትህሉ ስለ ዘለዋ እታ ዳይሬክተር ትብል እያ እምበር ኩሉ ግዜ ትም ወርክ ኢና ንሰርሕ ዳይሬክት ምግባር መወሰይ ካብቶም ድሕምቆም ቋንቋ እዮም ካብቶም ድሕምቆም ቋንቋ እዮም ዋላ ቅርበተይ ምስ ካሜራ ማለት እዩ ፅቡቅ እዩ በዚ ኣጋጣሚ እዚ ክቡር ስነ ጥበበኛ ኤፍሬም ካሕሳይ ወዲ ኳዳ ብዙሕ ብዛዕባኺ ገሊፅ ኣለዎ ኣብቲ ስራሕ ኣብ ሞያ ናይ ኤፊ ክንካተል እሞ ክንምለስ እዮ።
ሕራይ ሰናይ። ሜሮን ማለት ከም ተዋሳኢት ኣዝያ ብልፅ ተዋሳኢት እያ ሕብራዊ ድምፂ ዘለዋ እያ ብዙሕ ስምዒታት ክትገልፅ ትኽእል ጓል ኣንስተይቲ እያ ኣካላታ ምልምል እዩ ትቆፃፀር እየ ሞዴሊስት እያ ሜሮን እንተ ከም ካስታ ሓሪኻ ኣለኻ ማለት እቶት ከይዘርጋሕካያ ረኺብካ ኣለኻ ማለት እዩ ፍትውቲ እያ ሜሮን ኣዝያ ፍትውቲ ንፍዕቲ ስነ ጥበበኛ እያ ዲሲፕሊን እያ ኣብ ስርሓ ናይ ብሓቂ ክብረት ሂባ ነቲ ሞያ ትቃለስን እቲ ካራክተር ንክትፈሊ ላዕልን ታሕትን ትብል ጓል ኣንስተይቲ እያ ጓል ኮንተበ ትብል ናይ ገጠር ስራሕ ኣብኡ ምሳና ሰሪሓ ነይራ
እዚ ንጉስሲ ይሰምዓኪ እንዶ ኸውን? ጓል ከንቶቦትከ ኣታ ሕማቕ፣ መልቲ ወን መልቲ፣ ከም ጸብሒ ኣብ እንዶ እታ ክንትፎ፣ ንንጉስ ሰበይቲ ዘይኮነት ድያ ትወልዶ? ካበይ ናይ ገነት ኣርያም ዶ መጺኡ እዩ? ምዃን ሓቅኻ ኢኻ፣ ሎሚ ሓደ ወለድ ምስ ኮንኩ ኢኻ ትፈልጠኒ ዘለኻ። ችድ ችድ ሳሎ ጓል ባሕሪ ጋስ ስብሓት ከመይ እያ ኢልካ ሙሉ ደጊዕን ሕተትህለይ።
ዋላ እቶም ሽማግለ እዩ ገሪሞም ኣትያ ንሳ ንገምጋም ምስ ቀረበት ተስራሕ ኣብዚ ሲ ዋላ እቲ ዓቕማኣን ብልጫኣን ሲ የገርመካ እዩ ሕጂ ንናይ ገጠር እንተእተኻያ ጓል ገጠር እያ ናብ ከተማ ተእተኻያ ከተመኛ እያ ኣብ ኩሉ ቦታታት ክትሰርሓልካ ትኽእል ንፍዕቲ ሰብ እያ እዚ ናይ ሜሮን እንታይ ኣለዋ ልዕሊ ኩሉ ፍቕሪ ምስ ኣርቲስት ዘለዋ እገርመኒ ኣነ ንኹሉ ሓወይ ሓወይ ኢላ ክትኣኻኽብ ምስ ኣለካ ከምዚ ክብረት ትህብ። ንዓኣስ ናእዳ ይውሕዳ እዩ በሃላይ እየ ኣነ ሕጂ ኣሉታ ክትነግረላ ደይኮነሲ ናእዳ ይውሕዳ እዩ ሜሮን ነብሳ ክትዐቢ እኮ ትምህርቲ ትምሃር እያ መጺሃና እኮ እያ ናብ ኩዋ ነብሳ ክትዐቢ ኣብ ኩዋ ኮፍ ኢላ ንሓደ ዓመት ድኣክል ትምህርቲ ተኸታቲላ እያ ነብሳ ክተዐቢ ትሓስብ ጓል ኣንስተይቲ እያ ኣብ መጻኢ እውን ብዙሕ ነገራት ክንጽበ ኢና ካብኣ ሓያል ተዋሳኢት እያ ሜሮንሲ ኣብ ሓደ ካራክተር ሒዛ ክትሰርሕ እንከላ ደጋጊማ ገለ ነገራት ንክትፍትን ትጓየ ጓል እያ ደሓር ሓፍትኻ እያ ኣብቲ ስራሕሲ ናይ ብሓቂ ከም ሓፍቲ ኮይና እያ ትማወት ዝኾነ ነገር ተሎ እውን ክዳውንታን ገለመሊኣን ሒዛ እያ ትረጋረግ ኣብቲ ስራሕ ማለት እዩ ሓጋዚት እያ ናይ ሓገዝ ናይ ምሕጋዝ መንፈስ ዘለዎ እያ ሜሮን ንሜሮን ኣነ ንዓይ ንእሽተይ ሓብተይ እያ መሓዛያ ብኩሉ ኣብ ኩሉ ነገራታ ስኒ ከምዚ ክትፃወት ኣብ ካልእ ኣብቲ ስራሕ ደይብሉ እውን ደው ኢላ ንሰብ ከምዚ ንግበር ከምዚ ንግበር ትብል መዳርግቲ የብሉን ካብ መዘናታታ ከዓ ንዓይ ስቕ ኢለ ይሰርዓን እየ ፀለል ዝበለት ጓል እየ ሜሮን ብኹሉ ነገራ ብልጽቲ ሰብ እያ ንዓይ እቲ ክትኮኖ ትኽእል ብኡከ ኦረዲ ኮይናቶ እኳ እያ ሪኮግናይዝ ምግባር ጥራይ ዘገድስ እምበር በጺሓ እያ እዚኣ ኣጆኺ እየ ድብላ ኣነ ትስምዓ ነገራት ክህሉ ይኽእል እዩ ሰብ እያ ንዕኣ ሓቢኣ ግን ኣብ ሰሓቕን ኣብ ጸወታን እያ ትኣቱ ንሳ እጂ ነቲ ካልእ ሰብሲ ብዝኾነ ነገራታ ከም ዝጨነቕ ኣይትገብሮን እያ ማለት እየ። ብፍተወን ናታ ሕውስቲ ፈታዊት ሰብ እያ። ንኹሉ ሰብ ከዓ ብማዕረ እያ። እዚ ድፈትዎ ነገር ተሎ ግን ኣወሳስኣኣ ብቐዕቲ ሰብ እያ። ግዜ ክትህቦ ጥራይ ደገድሰካ እኮ ማለትሲ ንኹሉ ገጊዚኡ ተሂብካዮስኒ ወላ ሓደ ወፃኢ የለን። ፅቡቕ ረብሓ እዩ። ኣብቲ ናይ ፋሽን ስርሓ እዩ። ክነጥፎ ኣለዋ ኣብ ምውሳእ ከዓ ስራሕ እዩ እዚ ንክፍቲ ብማዕረ ክትወስዶ ስኒ ብዙሕ ዘሸግራ ነገር የለን ነቲ ሓዲጋ ናብቲ ጥራይ ተዘብል ገለ ክትብል ኣይትኽእልን ኢኻ ናይ ዓድና ፊልም ኢንዳስትሪ ኣብ ፅቡቕ ደረጃ ንክበፅሕ ትሰርሕ ዘላ ጓል ኣንስተይቲ እያ ብምውሳእ ደረጃ ማለት እያ ሕጂ ድላብዎ ዘይኮነ ዕድመኣ ክትጥቀመሉ ኣብ ምውሳእ ሲ ዕድመኣ ክትጥቀመሉ ዋላ ምስ ኣረካ እውን እኮ ፀገም የብሉ ምውሳእ ክትዋስኦ ትኽእል ኢኻ እቲ ዓበይቲ ሒዝካ ክትኸይድ ኢኻ ብቐጥታ በዓል ሜሮን እቲ ናታትን መዐቀኒ ኣብ ፅቡቕ ደረጃ ደሎ እዩ ነዚ ብኣጋ ሰብ ከዓ ከሎ ሪኮግናይዝ ክትገብሮ ኣለካ እኮ ምስ ሞተ ሪኮግኒሽን ሂብካዮ እንታይ ይዓብሰልካ እንታይ ትርጉም ዘለዎ ነገር ኣይኮነን እዚ በዓል ሜሮን ክተባባዕ ዝግበእን ሰባት እየን ማለት እዩ ኣብ ህይወታ ሰላምን ፍቕርን ይሃባ በቃ መፃእያ የፀበቐላ ይብል
ስነ ጥበበኛ ኤፍሬም ካሕሳይ ወዲ ኳዳ ካብቶም ደኽብሮም መምሃራን ዳይሬክተራት እዩ ከመይ ትገልጽዮ ንስኻኸ? መግለጺ የብለይን እኳ ዳና ድዒ መምህረይ ማዕረይ በቃ ክፈትወካ ማዓት እንድዒ ወላ ትገላልጹ ብጣዕሚ መሳጢ እንደገና ኣብዚሕካለይ ወዲ ኳዳ እንታይ መሲልካ ሳሙ ሓወይ ከምዚ ሕጂ ትበጽሕ ሃገር ኣለካ ኣሎ ኳዳ ኳላ ከም ሰብ ድሕሪ ተቃየሙ ምስ ሰብሲ ግድን ድበጽሕ ዝኾነ ነገር ኣጋጢሙ ወገና ምሻ ኣሎ ናትካ ወሲደ ጥራሕ'የ ክብሎ ድኽእል ኣነ ንኳርድኣ በቲ ክገልጸ ዝጸንሐ እቲ ናይ ሰብ ምብጻሕ እቲ ገለ ድብሎ ኩሉ ኳርድኣ ናበል ሓንቲ ኣነ ክገልጾ ኣይክእልን'የ ከይውሕደሉ ከኣ ቃላት ናይ ብሓቂ ትፈትዎ መምህረይ ማዕረይ ይፈትዎ ናይ ኩላትና መምህር እዩ ብኢዱ ዘይሓለፈ የለን የለን ትምህርቱ ዘይሓለፈ የለን ንኹላትና ምሂሩ ኣበርክትኡ ዝገበር ዝገብርን ዘሎን እዩ። ኣዚኺ ትኣምኒ እያ ኩሉ ግዜ ብ ጎንኺ ዘላ እንድሕር ኣላ ኮይና ደው ኢልክስ ፍቅርኺ ግለጽላ ወይ ኣላትኪ ዶ እየ
ደው ኢለ በቃ ድሓን ክትሪኤ እንድያ ዝኾይነ ክገልጸላ ይሓይሽ ኣብ ኡጋንዳ ትርከብ ኦኬ ኣድያም ሽማ ከምኡውን ራሃዊተይ ደው ኢለ ንዐን ከምኡ ክብለን ደስ ለኒ ኣብ ጎነይ ኣብ ሰዓት እዚ ዘላ ሞዴል ሚካል ብርሃን እያ ንሚኮ ንወላዲታ ከዓ ኤልሳ ከዓ ብጣዕሚ እየ ድፈትዋ ኢትየ ብጣዕሚ እየ ድፈትዋ ብጣዕሚ ጽቡቕ
ብዙሓት ፍለጥኽን መሳርሕትኽን ፈተውትኽን ናና ካብ ትሰምዖ ሜሪ ኣዝያ ፈቃሪያ እዩ ኣዝያ ፈቃሪያ ብዙሓት ኣለዉ ብእውነት እዚ ክስታይ ኣይኮነን ኣነ ውን ሕጂ ክስታይ ከይመስል ባዕሎም ክምስክርዎ ብዙሓት ናትኪ መሳርሕትኺ ቀረብትኺ ውን ኣለው ሓንሳብ ተኸታቲልና ክንምለስ ኢና።
ምስ ሜሪ ኣብ ክልተ ሽሕን ዓሰርተ ትሽዓተን እየ ዝፈልጣ ክልተ ሽሕን ዓሰርተ ትሽዓተን ሽዑ ኢና ተላሊና። እታ ቀዳመይቲ ሌላና ኣብ ናይ ማጨሎ እያ ነይራ። ቅድሚኡ ግን ኣነ ብናይ መምህር ኤፍሬም ካሕሳይ ወዲ ኳዳ ናይ ባህላዊ ጉዳያት ህግደፍ ዝወሃብ ነበረ ክላስ ኣብኡ መመረቕታ ብዙሓት ኣርቲስት እዮም ዝመፁ ሜሮን ከም ዝመስለኒ ተሪፋ ኣይትፈልጥን እያ ኣብ ከምኡ ዓይነት መመረቕታ ኩልና ዋላ ኣብዚ ሕጂ ግዜ ሕጂ ባራክዮ ኣብ እምነት ትብል ተኸታታሊት ፊልም ናይ ኤርቲቪ ነይራ ተዋሳኢት ሕጅስ ተምጽለይ ትኽእል ዶ በይላ ትማሊ ኣብ ናይ ኳዳና እያ ትብለኒ ኳዲኖ ኣብ ናይ ኳዳና መመረቐታ ሲ ከምዚ ነይሩ ሕጅስ ንያድ ሽማላ ኢላ ቴሌፎን ኣምጽያ ሂባቶ ሕጅስ ሜሮን ሃይለ እንዳ ሂባትኪ ገለ መዓስ ደኣ ትፈልጠኒ ገለ ኢለ እወ ሕራይ ገለ ሸኻ ባራክዮ ዲዝ ዲዝ ፈትዎም መዓት ኢሎም ናበሲ ሻይ ጀምር ነይረ ሕራይ እንታይ እንታይ እንታይ ክሰምዓካ እሞ ገለ ኢለ ከምዚኣ ከምዚኣ ኣላ ስራሕ እሞ ገለ ኢለኒ እምነት ትብል ኣብ ላስቲን እያ ፅቡቕ ፅብቕቲ ከማ ብኣስ ምሽ ፅብቕቲ እታ ሽሚያ ሲን እያ ብጣዕሚ መሳጢት እሰይ ኣምጺኣታ እታ ስራሕ ሲ ብሜሮን ሃይለ ዝመጸት እያ ኣብኣ ሰሪሐ ሜሮን ሃይለ ከምተን ኩለን ተዋሳእቲ ከዓ ኣቐዲመ ከም ዝብለን ማለት እዩ ትምስጠኒ ንፍዕቲ ተዋሳኢት እያ ከምዚ ተዋሳኢ ጥራይ ኢለ ክሓልፋ ዘይደሊ ማለት እዩ ከምኡ ስለ ዝነበረት ንሱ ተወሲኹ ወገለ ብድሕሪኡ ኣብ ናይ ማጨሎ ከዓ ብዓቢ ስራሕ ማለት እዩ ብዓቢ ብገፊሕ ምስ ኩሎም ተዋሳእቲ ዝተላለኹላ ስራሕ እያ። ንሜሮን ኣብኡ ሽዑ ንነዊሕ ኬድና ዋላ እቲ ሲን ኣደራኽባ ይኹን በቃ ብንወጾም ነበሩና ዑዶታት ኣብቲ ናይ ልምምድ ግዜ ገለ ገለ ስጥም ዝበለ ፍቕሪ ዳርጋ መስሪትና እዩ ዝበሃል። ሜሮን ኣነ ከምቲ መጀመርታ ዝርእያ ዝነበርኩ ኣብ ከምዚ ሓያል ገለ ገሊኣ ትመስለኒ እያ። ኣብ ፊልማ ኣብ ስርሓ ኣብቲ ትዋሃቦ ካራክተር ንፍዕቲ እያ ይርእዮ ነይረ እዩ ዋላ ናይ ቀደም ዋላ ኣነ ኣርቲስት ቅድሚ ምዃነይ ምሽ ተዋሳኣይ ትብሎ ሰብ ኣሎ ርእይ ኣቢልካ ፍትው ተብሎ ሰብ ከኣ ኣሎ ብገለ ገለ በብወገን ትፈትዎ ሰብ ኣሎ ግን ኣነ ከም ተዋሳይ ከም ብዙሕ ግዜ ዋላ ንስኻ ትሰምዕ ትኾን ምስ ሜሮን ብዙሕ ሰብ እዩ ዘመሳስለና ትመሳሰላ ኢኽን ገለ ገለ እዩ ድብለካ ሕጂ ምስ ኣንበብክዋ ኣደይ ከ መን እያ ምስ ሜሮን ሃይለ? ሜሪ ቤላ ጽቡቕ ግን ትቕበሎ ዶ ኢለስ ሓሲበ ትቕበሎ ዶ ማስ መንእሰይ እያ ንዓይ ከኣ ክትወልደኒ ትኽእል ሜሮን ንእሽቶ እያ ምስ ትበል ከመይ ትከውን ከመይ ትቕበሎ ትኸውን ሕጂ ዋላ ከምቲ ንፍዕቲ እያ እቲ ትወሃቦ ካራክተር ብልክዕ ተላቢሳ እያ ትሰርሕ ዋላ እሞ ንበል ሳማ ሓወይ ነዝስ ግን ትቕበሎ ዶ ዋ መን እያ ሜሮን እሞ ሂብካያ ገሌሌስ እወ ሂብያስ ተረዳዲእና ሕራይ ኢላትካ እወ ኦ ጽቡቕ ሽዑስ ከምዚ ምሻሉ ከምዚ ከይተረድኣልካ ድምለሰልካ ሕቶ እዋ ገሪምኒ በቃ እዚ ከዓ ንዓይሲ ደስ ዘብለኒ ደስ ዘብለኒ ነገራት እዩ ኣብቲ ካልእ ኩሉ ሰብ ፈልጣ እዩ ከመይ ዓይነት ኣክት ተርኢ ገለመለ ማለትሲ ንዝተዋህባ ነገር ከመይ ገይራ ተላቢሳቶ ትኸይድ ዘይስገር ነገር እዩ ማለትሲ ዝከሓድ ነገር ኣይኮነን ግን ንዓይሲ በቃ ተቕበሎ ኢለ ገለስ ኣይሓሰብኩ ነይረ ቤላ ደስ ኢልኒ ዓቢ ነገር እዩ ማለት እየ ምሽ ኣደ ክትከውን ዶ ኣደ ክትከውን ኣለዋ በቃ ብኸምስ ኣድኒቀ እየ ደሳቐኒ ነገር ምስ ተሓፅየት ኮንግራ ዝበላ ሰብ የለን እንዳኻ ኣሎ የለ ኣነ እንደ ባል ኣብ ስም ተሓፅዮም ሸ እንገደብለካ ተዳ ኣክትወፅያ ማለት ዲኻ ብዛ ዓዲ ገለ ብለካ እዚኣ ንዓይ ትምልከት ከም ዝርድኣንሲ ከምዚ ፍቕሪ እዩ ፍቕሪ ናይቲ ኣርቲስት ከይትኸዶ እውን ዝፈርሕ ሰብሲ ብዙሕ ኣሎ ሓቂ ኢኻ እንተኸድካ ከኣስ ካልእ ዓለም እዩ ክትእለ ይደልያን ዋላ ተሓሰበትሉ ዋላ እውን ኣብ ዝኾነ ነገርስ ደስ ዝብለና ኣብኡ ክትሉ ኣብቲ መንገዲ ደርሶ ማይጨው ለኹም በዝሕ መዓትና ኣርቲስት ነርና ብዙሕ ሰብ ዝተኸታተለ ዓባይ ስራሕ ንኹሉ ሰብ እንታይ ይበልዕ እንታይ ይሰቲ ትፈልጡ ማራ ኢኻ ትግረም ኣነ ዘድንቓ ኣብ ሕብራ ኣብዚ ሕጂ ግዜስ ጸሊም እንዳ ነጸለ ዝኾነሉ ዘሎ ግዜ ኣብ ሕብራ ቅርጻ ገለ መለ እንታይ ከመይ እያ ትሕሎ ማስ ሾፌ ሓደ ሓደ ግዜ ኣነ ከብደይ ትስዕረኒ ዋላ ዝኾነ እንዳገብኮስ ኣቲ ስኽ ሽኮራዊ እንዳበላዕኺ ገለ ዋላ ኮካ ሰቲ ኮካ እንድሕር ሰቲኻ ትምልሰካ ጓል ኮካ ይሰትያ ገለ ከምዚ ትገብር እያ ገሊኣ ትብል ትሕልወካ እያ መጀመርታ እግዚኣብሔር ኣምላኽ ዕድመን ልዕሊ ኩሉ ከዓ ጥዕና በቃ ልዕሊ ኩሉ ዘይውዳእ ጥዕና ክህባ ሓሳብ ልባ ከስምረላ ትደልዮ ነገር ፈጣሪ ክህባ ኩሉ ነገር በቃ ኣምላኽስ ቅድሚኣስ ኩሉ ነገርሲ ፃዕዳ ክኾነላ ከምኡ እዩ ሜላ።
ኔቶ ኣፈወርቂ ብዛዕባኺ ሓንቲ ሕቶ ተለኢላትኒ ነይራ ባይ ዘ ሜሪ ሜሪስ ኩሉ ግዜ ሕብራን ሕብሪ ቆርበታን ቅርፃን ኩሉ ግዜ ሕልው እዩ እሞ ሰሚዕካ ኢኺ ብኸመይ እያ ትሕሎ በጃኻ ሕተተለይ ገለ ኢላትኒ ሳም ሓወይ ሚቱ ንያት ኣፈወርቂ ንፍዕቲ ተዋሳኢት እያ ብዙሓት ካራክተር ትላበስ እያ ብጣዕሚ ንፍዕቲ እያ እወ ከም ዝበልካዮ ብዙሕ ሰብ ትመሳሰላ እያ ክኒ ይብለና እዩ ናይ ሓፍተይ ኮይነ እያ ዝስማዓኒ ኒቱ ኣብ ብዙሕ ነገራት እየ ድሪኣ ተሐጉሰኒ ከኣ ትሰምዓካ ከኣ እቴ ከምዚ ሕውስቲ ኩኒ ከምዚ ግበሪ ከምዚ ብጣዕሚ እያ ከኣ ነቲ ትደልዮ በቃ ንፍዕቲ እያ ስለ ድፈቶ እያ ከኣ ኣዲኣ ኮይነ ሰሪሐ ዋላ እተ ደይፈትዋን ኮይነ ምሰራሕኩ እንደ ደይፈትዎ ሰብ የብለይን ግን
ጥቡቅ ስራሕ ሕሊፍና ኢና ዲኮሬ ሽኮር ጥቡቅ ስራሕ ሰሪሕና ኒቴ ከኣ ብጣዕሚ እየ ድፈትዋ ካብተን ንፉዓት ተዋሳእቲ እየን እያ ቴንኪዩ ኒቲ ሓፍተይ ብዛዕባ እታ ኒቲ ዝሓትታ ሰሚዓ እንተይን ኢለየ ነይረ ዳርጋ ካብቲ ናብ ኣብዚ ደረጃ በፂሐዮ ዘለኹ ንክበፅሕ ድሕግዘኒ ከዓ ቅርፀይ ቁመተይ ሕብረይ እዩ ስለዚ ሕብረይ ክሕልዎን ቅርፀይ ክሕልዎን ስለ ዝደሊ እየ ዝሕልዎ ዶ? ኣብ መወዳእታ ክንብሎም ንደለና ነገራት ክተመሓላልፍዮም ትኽእሊ መልእኽቲ ቅድሚ ምባልና ናይ መጻኢ መደባት ሜሪየይ እንታይ ሒዝኪ ኣለኺ? እግዚኣብሔር ኣምላኽ ዕድመን ጥዕናን ይሃበኒ እሞ ከምዚ ዝበልኩኻ ሓደ መዓልቲ ኣምባሳደር ኮይነ በቃ ናይ ገበርቲ ሰናይ ማሕበር ክህሉ ብመንፅር ከምኡ ሽመይ ክዕቢ ይደሊ እየ በዚ ዘለኹዎ በፂሐዮ ዘለኹ ደረጃ ብኸምኡ ዓይነት ክቕጽል እዩ ደልየ። በዚ ኣጋጣሚ እዚ ከኣ ብዛዕባ እቶም ኣብ ጎፋውንድሚ ኣውጺእናዮም ዘለና ሰባትስ ኣብ ምንታይ ደረጃ ከም ዝበጽሑ ብህይወት ኣለዉ ድዮም ብህይወት ዘየለዉ ሓውዮም ድዮም ኣብኡ ድዮም ዘለዉ ገለ ብዛዕባ ምሳሉ ንሓደ ሰብሲ ገንዘቡስ ኣበየናይ መዓላ ከም ዝኣተወ ቼን ኤቨር ክፈልጥ ስለ ዘለዎ ናይ ከምኡ ፕሮግራም ኣለኒ። በቃ ከም ዝበልኩኻ ከኣ ከምኡ ዓይነት ትካል ክኸፍት ይጽበ። ጽቡቅ መደብ ኢዩ ብዙሓት ከምዚ ኣብ ሓደ ደረጃ ዝበጽሐ ሰብ ከምኡ ዓይነት ገይሩ ገይሩ ሳፖርት ዝገብር ሰባት እወ ዋላ ብዘይ ብኡ ከማን ሳማሓዊ ብዙሕ ሰብሲ ሽመይ በይናይ በይናይ ኣንግል ክጥቀመሉ ከም ዘለና ሓስብ እዩ ናተይ ሓሳብ ሱ ጥራሕ እዩ ደሓንላ ስኻ ናይ ሓባር ዓወት እዩ በዚ ገጣሚ ከዓ ደው ኢሎም ሞራል ዝህቡን ሰባት ብጣዕሚ እየ ከመስግኖም ዝደሊ ከምኡ እንቶም ከይተሓለሉ በቃ ሰባት ትሕግዙ ገሊኦምስ በቃ ምሽ ስቕል ኣይኮንኩን ኣነ ሓላል መሬት ሓላል ህዝቢ ገለ ዝብል በቃ ፕሩፍ ስለ ዘለኒ ከምኡ ዝብል ምስ መረጋግ ፋክቱር ስለ ዘለኒ ኣነ ፋክቱር ስለ ዘለኒ። ንህዝበይ ዝምስክረሉ ስቕል ኣይኮንኩን ዝዛረብ ምስ ፋክቱር እየ ኣይ ላቭ ዩ ደቂ ኤረይ ድለኩም በቃ ኦህ፣ ብዛዕባ ህዝበይ ክዛረብ ኣይክእልን እየ ዓቕሚ የብለይን ጽቡቅ እዩ እሞ ደቂ ሓላል መሬት ከኣ ጥቀምላ ኩሉ ግዜ ቃልያ ደቂ ሓላል መሬት ከኣ ነዚ መደብ ኣብ ደገ ኮይኖም ዝከታተልዎ እንድዮም ዝበዝሑ እወ። ኣብዚ ዘለዉ እውን ኣለዉ ኩሉ ብሓፈሻ እንታይ መልእክቲ ተመሓላልፊ ንደቂ ሓላል መሬት
መልእክቲ ደይኮነ በቃ ምሽ ከምዚ እግዚኣብሔር ኣምላክሲ ንህዝብና ኣብዚሑ ክባርኮ ይደሊየ ኣብ ደገ ዘሎ ህዝብና ከኣ ብሕልፊ ምሻሎ እግዚኣብሔር ሰላም ከውርደሎም ክተሓቃቆፉ ምሻሎ ኩላትናስ ደቂ ሓንቲ መሬት ኢና ሓላል መሬት ከኣ ተኳዒቱ ደም ድወጾ ሃገር ገለ እሞ ምሻሎ በቃ ድኾነ ነገር ከይከውንሲ በቃ በቶም ድሓለፉ ስውኣትናስ ብደም ናቶም ክልምኖም ይደሊየ። ኣነ ሓደ ኤርትራዊ ተባኢሱ ክርኢ ኣይደልን ከምዚ ህዝቢ ካብ ደገ ደሎስ ከምዚ ኢሉ ሞይቱ ከምዚ ኢሉ ተባኢሱ ሞይቱ ገለ ክበሃል ከሎስ ናይ ብሓቂ ሓደ ኤርትራዊ ንሓደ ኤርትራዊ ይብለ እንጂ ኣይደልን በቃ ኣብዚ ዓዲ ዘለና ሰብሲ ክንምንታይ ሕማቕ ከም ዝስማዕናስ ነዚ ናትና ህዝቢ ኣብ ደገ ዘሎስ ክነግሮ ይደሊ በቃ ቻሎ ኣውስ ሕንጥሸው ኢሎም መሓርካ ዝብል ዘይብሎም ነንሕድሕዶም ብዙሕ ነገር ክኾኑ ክትሰምዕ ከለኻ

እዚ እዋንስ ለባም እዩ ዝደሊ በቃ ኣብ ነንሕድሕዶም ይሰማምዑ ይረዳድኡ ከምኡ ዓይነት መንፈስ ይሃልዎም በቃ ምስ ሞቱ ጥራሕ ኣይብፅሕዎ ነቲ ትንኪዩ ነቲ ሽግራቶም ንሰማሖ ምሻሎ እግዚኣብሔር ስብዓብ እዩ በቃ ፍቅርን ሰላምን ከውርድ እየ ዝደልዮ ምሻሎ በቃ ኣነ ሓደ ወዲ ሃገረይ ዝኾነ ነገር ክኾነና ኣይደልን እየ ካልእ ዜጋ ውን ከምኡ እዩ ረዲኻኒ ካልእ ዜጋ ኩሉ ሰብ ከምኡ ክኸውን ይኽእል እዩ ግን ኣነስ ምሻሎ ንህዝበይ ደስተማቐርኩ ኣርቲስት እየ ወፅኤ ተዛሪበስ ኣቤት ድብል ህዝቢ እዩ ደለና እዩ ኣስ ህዝበይ ተይለስ ኣቤት ድብለን ህዝቢ እዩ ደለኒ በቃ ምሽ ኣነስ ከም ሜሮን ሃይለ መጠንስ ሕማቕ ናይ ህዝበይ ክሰማዕ ኣይደልኒ ኩሉ ኤርትራዊ ሓደ እዩ እዛ መሬት እዚኣ ንኩላትና ሓንቲ እያ ትብጽሐና ተረዳሃኒ ምሽ በቃ ኣንስ ብደም ስውኣት ክሕዞም እየ ዝደሊ ንሓንቲ ዕላማ ይኹኑ ኩሎም በቃ ከምዚ ምሻሉ ኣብ ነንሕድሕዶም እስከ የጨኻኸኑ ኣብ ነንሕድሕዶም ዝኾነ ነገር ገለ ብዓብኻ እግዚኣብሔር ኣምላኽ ሰላም የወርደልና
ምሽ በቃ
ሰማዕ ውሽጥኻ እየ ጎይታ እሞ በቃ ነዛ መልእኽቲ እዚኣ ከተሓላልፋ ዝደሊ ሰማሓወይ በቃ እንደ ኩሉ ግዜ ኣብ ኤርትራ ትቅመጥ ኣክተር ትኹን ቀለሲ ኣነ ባንዴራይ ደይብሉ ነገር ኣይገብርን እየ ኩሉ ነገር በቃ ከምዚ ሕማም ኣለኒ ምስ ህዝበይ ክንዲ ትድሕጎሶ እየ ከዓ ሓደ ካብ ስደት ከምዚ ኮይኑ ከምዚ ኢሎም ተባኢሶም ተሰሚዐ ክንዲ ኢና ንሓምም ኣነ ይዛረብ ስለ ደለኹ እየ ንህዝበይ ወኪለ ይዛረብ ደለኹ ኣብ ሰዓት እዚ ከምኡ በቃ ምሽ ኣሕዋተይ በቃ ንለብም ጥራሕ እየ ክብል ዝደሊ ድሕር ተጋጊ ከ ይትሓዙለይ የቀኒየለይ።
ሚያ ሓፍተይ ብጣዕሚ እየ ደምስግን ዝነበረኒ ሕታት ወዲእ ኣለኹ ኣብ ሂወትኪ ጥዕና ሙሉእ ጥዕና ምነየልኪ ኣብ ስራሕትኪ ከዓ መዲብክዮም ዘለኪ መደባት ዓወት ምነየልኪ ብጣዕሚ እየ ደምስግን ፅቡቅ ግዜ ኣሕሊፍና ኢና ኣብ መወዳእታ ወይ ትብልዮ ነገር እንድሕር ኣለካ
የቐኔለይ ሳሚ ያብ ጽቡቕ ግዜ ጸኒሕና ምስ ኩሎም ጽቡቕ ዝኾነ ግዜ ጸኒሕና ንእግዚኣብሔር ኣምላኽ ኣዝየ ደመስግን ጀሚሩ ብሰላም ስለ ዘፈጸመና ሳሚ ሓይ ንሞራ ኢንተርቴንመንት ከኣ በዚ ኣጋጣሚ ኣዝየ ዘመስግነኩም ኣብ ርእቶ ከኣ ብዙሕ ኮመንት ክጽበኤ ምናልባት ጌጋ ድሕር መልእኽቲ ሓሊፉ ከኣ ይቕሬታ ኣቐዲመ ኣላቭዩ ደቂ ኤረይ ደቂ ሓላል መሬት ከም ኩሉ ግዜ ኣዝየ ደፍቅረኩም ኣላቭዩ ሶ ማች ንኹልኹም ሰዓብተይ ከዓ ካብ ልቢ እየ ዘመስግነኩም የቀኒለይ ሳሙ ሓወይ ዝኸበርኩም ተኸታተልቲ እዚ መደብ ብጣዕሚ ኢና ነመስገን ስለ ምክታልኩም ኣዝና ነመስግነኩም ኣብ ዝመፅእ ካልእ ዝተፈለየ መደባት ሒዝናልኩም ክንመፅእ ኢና ንዝሃብኩምና ሕቶታት ብጣዕሚ ኢና ነመስገን ንዝሃብኩምና ሕቶታት ርእቶ ኮመንት ዝገበርኩም ብጣዕሚ ኢና ነመስገን ፅን ኢልኩም ስለ ተኸታተልኩምና ከዓ ኣዝና ነመስግነኩም ደጊምና ደጋጊምና የቐኒየልና ንብል ሰላም ኣብ ሰሰናዩ የራኸበና